መብዛሕትኦም ሰባት ድኻታት ኮይኖም ዝተርፉ ሃካያት፣ ሰነፋት ስለ ዝኾኑ ወይ ከኣ ኣበርቲዖም ጠንኪሮም ስለ ዘይሰርሑ ኣይኮነን። ብሓቂ ሓደ ሓዲኦም ካብ ዝኾነ ንላዕሊ ቀትርን ለይትን ይለፍዑ። ይኹን ደኣ እምበር እቲ ዋና ጸገም እቲ ጸዓት ወይ ሓይሊ ኣብ ዘለዎ ንእስነትና ከይፈለጥና ብንሰርሖም ሸሞንተ ሓደገኛታት ናይ ገንዘብ ጌጋታት እዩ። ብዙሕ ግዜ ጠንኪርካ ምስራሕ ንበይኑ ውጽኢት የምጽእልና ንሓስብ። ይኹን ደኣ እምበር እቲ ሓቂ ካብዚ ብፍጹም ዝተፈልየ እዩ። ጠንኪርካ ምስራሕ ዋላ ኣድላዪ እንተኾነ ብፍልጠት ምምራሕ ግና ናይ ግድን የድልየና። ናይ ሎሚ ዓሰርተ ዓመት ንባዕልኹም ኣበይ ከም እትረኽብዋ፣ እንታይ ዓይነት ናብራ ከም እትነብሩ፣ እንታይ ዝኣክል ናይ ገንዘብ ናጽነት ክህልወኩም ዝውስኖ፣ ብልፍዓትኩም ጥራይ ዘይኮነስ ሎሚ ብእትገብርዎ ምጥንቃቕ ሕጂ ብትወስድዎ ንእሽተይ ውሳነታት እዩ። ልፍዓት ውፅኢት ከም ዘምፅእ ፅባሕ ደው ኢልኩም ዋይ ኣነ ሽዑ ከም ፈለጥክዎ ነይረ ኢልኩም ከይትናስሑ፣ ሎሚ መብዛሕትኦም ዝወድቅሉ ሸሞንተ ናይ ገንዘብ መፃዋድያታት ብሓደ ኮይንና ክንፍትሽ ኢና። ናይ ብሓቂ ንዘራረብ፣ ብመንእሰይካ ኮይንካ እትሰርሖ ሓንቲ ንእሽተይ ናይ ገንዘብ ጌጋ ናይ ፅባሕ ምሉእ ህይወትካ ብዕዳን ብጭንቀትን ውሽጢ ክመልኣካ ይኽእል። መብዛሕቴና ኣብ ዒስራታትን ሰላሳታትን ናይ ዕድመ ውሽጢ እንተኾይንና ገንዘብ ኩሉሻዕ ምሳና ዘሎ ይመስለና። ሎሚ ሓሪፍ ንምምሳል ወይ ከዓ ንሰባት ሸው ኦፍ ንምግባር ኢልና እነባኽኖም ሕድሕድ ሳንቲም ፅባሕ በርባዕን ብሓምሳን ዓመትና ካብ ወርሒ ናብ ወርሒ ናይ ገዛ ኽራይን ናይ ናብራ ምኽባር እናሓሰብና ብጭንቀት ክንሓድር ይገብረና። ሎሚ ኸ እንተተዓዚብካ ዋይ መንእሰይ እንከለኹ ገንዘብ ወይ ቅርሺ ከም ሓሱ ዋይ ኣነ ኣብ ዘየድሊ ቦታ ገንዘብ ከም ዘየባኸንኩ ወይ ኢሎም ዝናስሑ ቐፂርካ ዘይውዱእ ሰባት ትርኢ። ንስኻትኩም ግና እቲ ነስሓ ክህልወኩም እንተዘይደሊኹም፣ ብፋይናንስ ናጻ ምዃን እንተደሊኹም፣ ጽባሕ ናይ ሰባት ገጽ ምርኣይ እንተዘይደሊኹም፣ ሕጂ ንዘራረበሎም ነገራት ኣጸቢቕኩም ስምዕዎ። ኣብዚ ቪድዮ መብዛሕትኡ መንእሰይ ከይፈለጠ ዝኣትዎን ናይ ጽባሕ ህይወቱ ዘጸልምቱ ሸሞንተ ናይ ገንዘብ ጌጋታት ወይ ስሕተታት ክንዘራረብ ኢና። እዚ ቪድዮ ኣብ መንጎ እንተገዲፍኩሞ ናይ ባዕልኹም ምርጫ እዩ። ግናኸ ክሳብ መወዳእታ ርኢኹም ተግባራዊ እንተጌርኩሞ ርግጸኛ እየ ካብ ሓሙሽተ ክሳብ ዓሰርተ ዓመት ንደሓር ካብ ሕጂ ዘለኹሞ መንነት ናይ ገንዘብ ናጻነት ክትሓቁፉ ኢኹም። ሰናይ ልቢ እንተሃልዩኩም ላይክ ብምግባር ጀምርዎ፣ ነዚ መሃራይ ቻናል ሓደሽቲ እንተኾይንኩም ከኣ ሳብስክራይብ ብምግባር ኣባል ስድራቤትና ኩኑ። መብዛሕቴና መናእሰይ ካብ እንሰርሖ ጌጋታት ወይ ስሕታታት ቀዳማይ ንምርኣይ ኢልካ ናብ ዕዳ ውሽጢ ምእታው። ብዙሓት መናእሰይ ገና ብንግህኡ ናይ ፋይናንሻል ጉዕዞኦም ዝገብርዎ ዓብይን ቀታልን ጌጋ ሃብታም ካብ ምዃን ንላዕሊ ሃብታም ንምዃን ምምሳል ምፍታን እዩ። እዚ ንምርኣይ ወይ ላይፍ ስታይል ኢንፍሌሽንት እንብሎ ሓደገኛ መፃወድያ እዩ። ንኣብነት ሕሰብዎ፣ ኣታዊኹም ዓሰርተ ሓሙሽተ ሽሕ ኣብ ዝነበረሉ እዋን ናብራኹም ዝተረጋገዐ ነይሩ፣ ወፃኢኹም እውን እናተቋፃፀርኩሞ ነይርኩም። ይኹን ደኣ እምበር ኣታዊኹም ካብ ዕስራን ሓሙሽተን ክሳዕ ሰላሳን ሓሙሽተን ክብ እንትብል ብኣጋጣሚ ዘይነበሩ ኣድለይቲ ዝመስሉ ድልየታት ይፍጠሩ። እዛ ሞባይል ኣሪጋ፣ እዚ ክዳን ኣይምጥነንን፣ ሰባት እንታይ ይብሉኒ ዝብሉ ካልኦትን ኣኣምሮኹም ይወርዎ። ኣብዚ ሰዓት'ዩ እምበኣር ንባዕልኹም ምስ ኣታዊኹም ዘይኮነስ ምስ ሰባት ምውድዳር ትጅምሩ። ብዙሓት ብሰባት ክረኣዩ ክብሉ ዘይሓዝዎ ገንዘብ ሓሲቦም ኣብ ዕዳ ውሽጢ ይኣትዉ። ናይ ቀረባ እዋን ኣይፎን ንምሓዝ፣ ብራንድ ክዳውንቲ ንምኽዳን ወይ ዓቕምኻ ዘይፈቕዶ መኪና ብልቓሕ ንምግዛእ ይጓየዩ። እዚ ሕማቕ ዕዳ ወይ ከኣ ባድ ደቢት ብምባል ይፍለጥ። እቲ ምኽንያት እትልቕሖ ገንዘብ ዋግኦም ካብ ግዜ ናብ ግዜ ዝጎድልን ዝኾነ ዓይነት ኣታዊ ዘየምጽኡ ክባር ንብረታት ስለ ዝኾኑ እዮም። ንንእሽተይ ደቓይቕ ናይ ሰባት ኣድንቖት ክትረኽቡ ክትብሉ ንዓመታት ናይ ናጽነት ግዜኹም ንኣለቅሕኹም የሕልፍኩም ትህብዎ። ዘክሩ ናይ ብሓቂ ሃብታም ምዃን ማለት እትረኽብዎ ገንዘብ ኩሉ ንምርኣይ ኢልኩም እትብትንዎ ዘይኮነስ ገንዘብኩም ንዓኻትኩም ክሰርሕ ምግባር እዩ። ሰባት ተዓዊትልካ ሰሚሩልካ፣ ተሳኺዑልካ ክብልኹም ኢልኩም እትገዝእዎ ክባር ኣቑሑት ኣብ ፅባሕ ዓወትኩም ትኹዕትዎም ዓሚቕ ጉድጓድ እዮም። ኣታዊኹም እንትዓቢ፣ ወፃኢኹም እንተዕቢኹም ዝኾነ ይኹን እትረኽብዎ ኩሉ ግዜ ናይ ገንዘብ ባርያ ኮይንኩም እትተርፉ። ስለዚ ሎሚ ጀሚርኩም ንባዕልኹም ሕተቱ፣ እዚ ኩሉ ነገራት ዝገዝኦም ንናይ ባዕለይ ድሌት ድዩስ ወይስ ንኻልኦት ሰባት ንምስድማም ወይ ንምግራም? ንክትረኣዩ እትነብሩ እንተኾይንኩም ብፍጹም ናታትኩም ዝኾነ ናይ ገንዘብ ናጻነት ክህልወኩም ኣይኽእልን ማለት እዩ። ካልኣይ ጌጋ ናይ ሓደጋ እዋን መሐለውታ ዘይምሓዝ። እስቲ ደው ኢልኩም ሕሰቡ፣ ጽባሕ ካብ ስራሕ እንተተባሪርኩም ወይ ዝሓዝኩሞ ሞባይል እንተተሰይራትኩም፣ ሓድሽ ንምግዛእ እንተነይሩኩም ወይ ከኣ ኣምላኽ ኣይበል እሞ ንባዕልኹም ወይ ናይ ስድራ ቤትኩም ኣባል ሓሚምኩም ህጹጽ ገንዘብ እንተደሊኹም እንታይ ትገብሩ? ኣብ ጁባኹም ዘሎ እንታይ እዩ? ኣብ ብዙሓት መናእሰይ ዘሎ መልሲ ካብ ሰብ ይልቃሕ ወይ ስድራቤት ይሓትት እዩ። እዚ ግን ናይ መንእሰይ ዘይኮነስ ናይ ጽግዕተኛ ምልክት እዩ። እቲ ዝዓበየ በዓል ሃፍቲ ዋርያን ባፍት፣ ሓደ ኣሰንባዲ ግን ከኣ ልክዕ ዘረባ ኣለዎ ሎምዓንቲ ሓደ ሰብ ኣብ እግሪ ጽላል ኮፍ ኢሉ ከዕርፍ ዝኸኣለ ቅድሚ ብዙሕ ዓመታት ዝኾነ ሰብ ተኽሊ ስለ ዝተኸለ እዩ ይብለና። ሎሚ እተቐምጥዎ ገንዘብ ጽባሕ ጸገም እንትመጽእ እተዕርፍሉ ጽላልኩም እዩ። ሎሚ እንተዘይተኸልኩሞ ጽባሕ ጸሓይ ምስ በርትዐ እተጽልሉሉ ትስእኑሉ ሰባት ክትኮኑ ኢኹም ማለት እዩ። መብዛሕትኹም እትጋገይዎ ጌጋ ብመንእሰይኩም ዓቕሚ ምስኣን፣ ብመንእሰይካ ኣጋጣሚ ክፍጠረልኩም ኣይትሕሰቡ። ኩሉ ሻዕ በዓል ጥዕና፣ ኩሉ ሻዕ በዓል ሓይሊ፣ ኩሉ ግዜ ጥጡሕ ኮይኑ ከም ዝቕጽል ይስምዓኩም። እቲ ምኽንያት ከኣ መናእሰይ ኢኹም። ጉልበት፣ ሓይሊ ኣለኩም። ኩሉ ነገር ኣብ ትሕቲ ቁጽጽርኩም ይመስለኩም። ምስ ዓበኹ ክቑጥብ እየ ንጡረታይ፣ ሕጂ ግን ኣየድልየንን ትብሉ። ንዝኾነ ይኹን ነገር ናይ ባዕልኻ ምኽንያት ተቕርብሉ ግዜ ከም ዘለኩም ከኣ ይስምዓኩም። ንነብስኹም መብዛሕትኹም ሕጂ ዘእትዎ ኣታዊ ንእሽቶ እዩ፣ ከመይ ገይረ ካብዚኦም ክቑጥብ ብምባል ብዙሕ መመኽነይታታት ተቕርቡ። እቲ ዋና ግና ናይ በዝሒ ገንዘብ ዘይኮነስ ናይ ዲሲፕሊን እዩ። ናይ ገንዘብ ሰላም ማለት ናይ ኣቑሑት እኽብካብ ኣይኮነን፣ ካብ ዝረኹኩሞ ንታሕቲ ምንባር ምልምማድ እዩ ይብሉ ምሁራት። መሐለውታ ገንዘብ ዘይብሉ ሰብ ብደዉ እንከሎ ዝተኣስረ እዩ። ብጣዕሚ እናፀላእኻዮ እቲ ስራሕ ኣብኡ ትፀንሕ። ሓላፊኻ ክትፀርፈካን ክንዕቐካን ስቕ እትብል ወይ ከዓ ዝሓሰብካዮ ነገር ንምስራሕ እትፈርሕ ንምንታይ እዩ? ምኽንያቱ ንሽዱሽተ ወርሒ ወይ ንሓደ ዓመት ዝኸውን መሐለውታ ስለ ዘይብልኩም እዩ። መሐለውታ እንተሃልዩኩም ርእሰ ተኣማንነት ይህልወኩም፣ ዝኾነ ነገር ዋላ እንተዝፍጠር ትወድቁሉ ፍርናሽ ከም ዘለኩም ስለ ትፈልጡ ብምድፋር ትጓዓዙ ኣለኹም ማለት እዩ። ሳልሳይ፣ ፍልጠት ብዘየብሉ ዘፈር ብስምዒት ኢንቨስት ምግባር። እዚ ነጥቢ ብፍላይ ኣብዚ ዘመን ዘለዉ መናእሰያት እቲ ዝዓበየ ፈተና እዩ። ኣብ ሶሻል ሚድያ ዝኾነ ሰብ ብክሪፕቶ ከረንሲ፣ ብፎሬክስ ወይ ኣብ ዝኾነ ቢዝነስ ኣብ ሓደ ለይቲ ሚልዮነር ኮይነ ሓዲረ ይብል። ካብኡ ንስኻትኩም ከኣ ኣነኸ? እንታይ ገይረ? እዚ ዕድል ከምልጠኒ ድዩ ብምባል ናብ ጭንቀት ተእትዉ። እዚ እዩ ከይሓልፈኒ ኢልካ ብስምዒት ምጉያይ ዝበሃል። ዘለኹሉ ኩነታት ሕሰብዎ፣ ስለቲ ዘፈር ዝኾነ ኣፍልጦ የብልኩምን። እቲ ዕዳጋ ከመይ ከም ዝስራሕ ከይፈለጥኩም ሰባት ስለ ዘዕልሉ ጥራይ ዘለኩም ጥሪት ብምሓዝ ትዘሉ። እዚ ኢንቨስትመንት ኣይኮነን። እዚ ጠላዕ ወይ ቁማር እዩ። ፍልልዩ ፍለጡ። ኢንቨስትመንት ብፍልጠት ዝተመስረተ እዩ። ጠላዕ ወይ ቁማር ግና ብዕድልን ብስምዒትን ዝተመስረተ እዩ። እቲ ተፈላጢ በዓል ሃፍቲ ውራይ ኣንበፍት እንታይ ይብል መስለኩም? ሓደጋ ዝመጽእ እንታይ እናገበርካ ምዃንካ በዘይምፍላጥ እዩ። ንስኻ ግና ናብ ሓደጋ እናኣተኻ ከም ዝኾንካ ዋላ ኣይትፈልጦን ይብል። ምኽንያቱ ከኣ የዒንትኹም ስምዒትኩም ሃረፍረፍኩም ሸፊንዎ እዩ። ሰባት ወርቂኡ ስለ ዝበልኹም ጥራይ ናብ ጭቃ ገንዘብኩም ክትብትኑ ትኽእሉ ኢኹም። እዚ እዩ ጌግኡ። ብዝተዓለለ ኩሉ ምስታፍ ኣይጽበየኩምን። እዚ የዋጽ እዩ፣ እዚ ብሓጺር መንገዲ እትልወጥሉ እዩ፣ ብዝተባሃልኩሞ ኩሉ መንገዲ ምጅማር እውን ኣይግባእን። ካሊእ ናይ ኢንቨስትመንት ንጉስ ፒተር ሊንች ከምዚ ይብል፣ እትገዝኦ ነገር ንምንታይ ከም ዝኾነ ንወዲ ሽዱሽተ ዓመት ቆልዓ ምርዳእ እንተዘይኽኢልካ እቲ ነገር ክትገዝኦ የብልካን ይብል። እስከ ንባዕልኹም ሕተቱ፣ ሕጂ ገንዘብኩም ዘፍሰስኩምሉ ነገር ንሰባት ምርዳእ ትኽእሉ ዶ? ወይስ ሰባት የዋጽእ'ዩ፣ የትርፍ'ዩ ስለዝበልኩም ጥራይ ኢኹም ገንዘብኩም እተፍስስዎ? ብመንእሰይኩም እትሰርሖ ዓብዪ ጌጋ ወይ ስሕተት ኣብ ጁባኹም ዘሎ ቅርሺ በዘይምፍላጥ ኣብ ሜዳ ፋሕ ብትን ዝብል'ዩ። ገንዘብኩም ቅድሚ ምውጻእኩም ግዜኩም ኣውጹ እሞ ተማሃሩ ኣብ ዩቱብ ቪድዮ ረእዩ መጽሓፍ ኣንብቡ እቲ ትደልይዎ ዘፈር ኣጸቢቕኩም ፍለጥዎ ፍልጠትኩም ከይቀደመ ዘፍሰስኩሞ ወይ ዝበተንኩሞ ቅርሺ ወይ ሰልዲ ጽባሕ እንትጠፍእ ዕድለይ እዩ ኢልኩም ከይተማርሩ ዝደኸምኩሉ ዝለፋዕክምሉ ገንዘብ ንስምዒትኩም የሕሊፍኩም ኣይትሃቡ ብመጀመርታ ፍልጠት ኢንቨስት ግበሩ ገንዘብ ብናይ ባዕሉ መንገዲ ክስዕበኩም እዩ። ራብዓይ ነጥቢ፣ ብሓደ ናይ ኣታዊ ፍልፍል ጥራይ ምውሳን ወይ ምዕቃብ። እዚ ጌጋ ናይ መብዛሕቲና ዓብዪ ናይ ድሕንነት ስምዒት እዩ። ግናኸ ዓብዪ ሓሶትና እዩ። እስከ ክሓተኩም፣ ለሚ እትሰርሕዎ ስራሕ ወይ ከኣ ዝኽፈለኩም ደመዝ ደው እንተኢሉ፣ ክንደይ ዝኣክል እዋን ትጸንሑ? ሓደ ወርሒ፣ ክልተ ወርሒ ወይ ከኣ ሓደ ሰሙን? ኣብ ሓደ ኣታዊ ተመስሪትኩም እትነብሩ እንተኾንኩም እዚ ፍለጡ፣ ንስኻትኩም ካብ ድኽነት ትርሕቕሉ ብሓደ ስጉሚ ጥራይ እዩ። እዚ ስጉሚ ከኣ ተባሪርኩም ኩኑ ዝብል ቃል እዩ። ወይ ከኣ ኣብ ቢዝነስኩም ዝመጽእ ሃንደበታዊ ለውጢ ክኾን ይኽእል፣ ሃገራዊ ለውጢ ወይ ዝኾነ ዓይነት ለውጢ። በዓል ሃፍቲ ውርያም ባፍቲ ሓደ ወርቃዊ ዘረባ ኣለዎ፣ ብፍጹም ብሓደ ኣታዊ ጥራይ ኣይትመኩሑ፣ ካልኣይ ናይ ኣታዊ ፍልፍል ንምፍጣር ኢንቨስት ግበሩ ይብል። ሎሚ መናእሰይ እናሃለኹም ጉልበትኩምን ግዜኹምን እናሃለወኩም ብተወሳኺ ኣታዊ ፍልፍል እንተዘይፈጢርኩም ዕድሜኹም እናወሰኸ እንትኸድ ንሓደ ካምፓኒ ወይ ንሓደ ሓላፊኹም ባርያ ኮንኩም ክትተርፉ ኢኹም ማለት እዩ። መብዛሕቲና እንሓስቦ ሕጂ ስራሕ ስለ ዘለኒ ይኣኽለኒ ኢልና እዩ። ግን ዘክሩ ኣብ ሓደ ገመድ ጥራይ ተንጠልጢልኩም ኣብ ጸድፊ ደው ምባል ብጣዕሚ ሓደጋ እዩ። እቲ ገመድ እንተ ተበጢሱ መውደቒ የብልኩምን። ተወሳኺ ኣታዊ ፍልፍል ማለት ከኣ ናይ ግድን ካልእ ሸሞንተ ሰዓታት እትሰርሕዎ ስራሕ ማለት ኣይኮነን። ሎሚ ብዘለኩም ናይ ድጅታል እዋን ኣብ ትርፊ ሰዓትኩም እትሰርሕዎ ናይ ኦንላይን ስራሕ፣ እትረኽብሉ ንገዛ ክራይ ወይ እትትርፍሉ ንእሽተይ ኢንቨስትመንት ክኾን ይኽእል። ምሁራት ሃብታማት ገንዘብ ዝእክብሉ ብሃብቲ እዩ፣ ድኻታት ከዓ ኣታዊ ዝእክብሉ ብስራሕ እዩ ዝብል ነዚኦም። ስራሕኹም ኣታዊኹም እዩ፣ ኢንቨስትመንትኩም ግን ሃፍትኹም እዩ። ስራሕኹም ደው እንተኢሉ ኣታዊኹም ደው ይብል፣ ሃብትኹም ግና ንስኻትኩም ዋላ እንተደቀስኩም ገንዘብ ምምፃእ ደው ኣይብልን። ሃብቲ እናበልና እንዛረበሉ ብገንዘብ ገንዘብ ምምፃእ እዩ። ስለዚ ከኣ መናእሰይ ኮይንኩም ግዜኹም ኩሉ ንደሞዝ ጥራይ ኣይትሽጥዎ። ብጎኒ ጎኒ እተማዕብልዎ ጽባሕ ስራሕኹም ዋላ እንተዘይሃለወ ናብራኹም ዝድግፍ ክህልወኩም ይግባእ። ንባዕልኹም እዚ ሕተቱ፣ ሎማዓንቲ እዚ ዝሰርሖ ዘለኹ ደው እንተኢሉ ካሊእ ኣብዚ ሎሚ ኣታዊ ዝረኽበሉ ዘፈር እንታይ ኣሎ? እንተዘይሃልዩ ሎማዓንቲ እቲ ካልኣይ መንገዲ ምጽርራግ ጀምሩ። ምኽንያቱ ከኣ ናይ ሓደ ኣታዊ ፍልፍል ጥራይ ማለት ንድኽነት ብጣዕሚ ዝቐረብኩም ምዃን ማለት እዩ። ንባዕልኹም እውን ኣብ ሓደጋ ኣለኹም ማለት እዩ። ሓምሻይ፣ ብናይ ባዕልኻ ክእለትን ፍልጠትን ኢንቨስት ዘይምግባር። ሕጂ ናብ ናይ መወዳእታ ነጥቢ እናቐረብና ኢና፣ ምናልባሽ ከኣ እቶም ወሰንቲ ነጥብታት እናሓለፍና ኢና ማለት እዩ። ብዙሓት መናእሰይ ዝጋገይዎ ጌጋ ገንዘብ ንምርካብ ናይ ግድን ገንዘብ ክህልወኒ ይግባእ ኢሎም ምሕሳቦም እዩ። ይኹን ደኣ እምበር ዓብዪ ሃብትኹም ኣብ ኢድኩም ዘሎ ሃብቲ ዘይኮነስ ኣብ ርእስኹም ዘሎ ፍልጠትን እትኽእልዎ ክእለትን እዩ። ኣብ መንእሰይ ዕድሜኹም ንእሽተይ ዘለኹም ገንዘብ ሓደሽቲ ነገራት ምምሃር፣ መፅሓፍ ምንባብ ወይ ኣታዊኹም ከዓቢ ዝኽእል ግብርታት ወይ ክእለታት ምዕባይ እንተዘይተጠቒምኩምሉ ንቕድሚት ናይ ኣታዊ ናፅነት ንምርካብ ብጣዕሚ ከቢድ ይኾነኩም። ትምህርቲ ስለ ዝወዳእኩም ጥራይ ምምሃር ደው ኣቢልኩም ማለት ኣይኮነን። እንድያም ናይ ብሓቂ ለውጢ ዝመጽእ ትምህርቲ ዝጅምሮ ድሕሪ ትምህርቲ እዩ ይበሃል። እቲ ተፈላጥን በዓል ሃፍትን ዋርያን ባፍት ሕጂ እውን ከምዚ ይብል፣ ክትገብርዎ እትኽእሉ ካብ ኩሉ ዝሓሸን ኣትራፍን ኢንቨስትመንት ንነብስኹም እትገብርዎ ኢንቨስትመንት እዩ ይብል። እዚ ማለት እንታይ ይመስለኩም? ሎምዓንቲ እትገዝዎ መጽሓፍ እተውጽዎ ሸውዓተ ሚእቲ ቅርሺ ወይ ንሓደ ሓጽር ስልጠና እትኸፍልዎ ገንዘብ ንቕድሚት ብምልዮን ዝቑጸር ክትርኽሉ ዝኽእል ናይ ኣእምሮ ብቕዓት ይፈጥረልኩም። ብኻሊእ ከኣ ብንጀምን ፍራንክሊን ዝተዛረቦ ኣገራሚ ኣበሃህላ ኣሎ፣ ብፍልጠት ዝግበር ኢንቨስትመንት ኩሉ ግዜ ዋላ እንተኾነ ዝለዓለ ወለድ የርክብ ይብል። ስለዚ ኣብ ንእስነት ምስ እትኾኑ እዞም ዝስዕቡ ነገራት ግበሩ። ሓድሽ ክእለታት ልመዱ። ዲጂታል ማርኬቲንግ፣ ናይ ምሻጥ ጥበብ፣ ናይ ኮምፒተር ፕሮግራም ወይ ከዓ ናይ ዝርርብ ክእለት ዝኣመሰሉ ኣብዚ ሎሚ ዘለናዮ ዓለም ተደላይ ዝኾነ ነገራት ተምሃሩ። ካልኣይ ከዓ መፅሓፍ ኣንብቡ። ስለ ፋይናንስ፣ ስለ ልቦና፣ ስለ ዕውታት ሰባት ታሪኽ፣ ናይ ኣተሓሳስባ ኣድማስ ምስፋሕ ፈትኑ። ሳልሳይ ካብ ኣማኸርቲ ተምሃሩ። ካባኻትኩም ዝሓሸ ብርኪ ዘለዎ ሰባት ስዓቡ። ምኽሮም እውን ስምዑ። ስለዚ ዘክሩ፣ ዝኾነ ሰብ ዝሓዝኩምዎ ገንዘብ ክሐድጎኩም ይኽእል እዩ። ይኹን ደኣ እምበር ኣብ ርእስኹም ዘማዕብልኩምዎ ፍልጠትን ክእለትን ዝኾነ ክወስደልኩም ኣይኽእልን። ኣብ ነብስኹም ኢንቨስት ምግባር ምስ እትጅምሩ ኣታዊኹም ብሓደ ምዕባዩ ዘይተርፍ ሓቂ እዩ። ሻድሻይ ነጥቢ ናይ ግላዊ ናይ ስራሕ ወይ ከኣ ናይ ቢዝነስ ገንዘብ ምትሕውዋስ። መብዛሕቲና ናይ ባዕልትና ንእሽተይ ብዝነስ ወይ ናይ ትርፊ ስራሕና ምስ እትሰርሑ ሓደ ዓብዪ ጌጋ ኣሎ። ንሱ ከኣ ናይ ጅባኹምን ናይ ቢዝነስኩም ገንዘብ ዘይምፍላይ እዩ። ንገዛ ኽራይ እትኸፍልዎ፣ ንምግቢ እተውጽእዎ፣ ንናይ ቢዝነስ ኣቕሓ እትገዝእሉ ገንዘብ ካብ ሓደ ቦርሳ ወይ ከኣ ካብ ሓደ ኣካውንት ዝመጽእ እንተኾይኑ ውድቀትኩም እናኣቃላጠፍኩሞ እኹም ማለት እዩ። እዚ ጌጋ ንምንታይ ሓደገኛ ይኸውን? ምኽንያቱ እቲ ቢዝነስ ብልክዕ የትርፍ ምዃኑን ወይ ከኣ ምኽሳሩ ምፍላጥ ኣይትኽእሉን። ኣብ ጁባኹም ገንዘብ ስለ ዘሎ ጥራይ እቲ ቢዝነስ ኣብ ጽቡቕ ብርኪ ከም ዘሎ ይመስለኩም። ይኹን ደኣምበር ዘይፈለጥኩሞ ናይ ንግዲ ካፒታል ንናይ ግሊ ነገራት እናውዓልኩም ክኸውን ይኽእል። እቲ ኣገዳሲ ነጥቢ እንታይ ዝኣክል ረኺብኩም ዘይኮነስ እንታይ ዝኣክል ኣብ ኢድኩም ኣጽኒሕኩም እቲ ገንዘብ ንዓኻትኩም እንታይ ዝኣክል ሰሪሑን እዩ። እዚ ኣበሃህላ ናብ ቢዝነስ እንተቐይርናዮ ናይ ቢዝነስ ገንዘብ ንበይኑ እንተዘይቐሚጥኩሞ እቲ ገንዘብ ንዓኻትኩም ክሰርሕ ወይ ከዓ ሪኢንቨስት ክገብር ዕድል እናሃብኩም ኣይኮነን ማለት እዩ። እንታይ ደኣ ንናይ ግልኹም ድሌት እናኽበርኩም ኢኹም ማለት እዩ። ናይ ማይክሮሶፍት መስራቲ ቢል ጌትስ ስለ ስራሕ ዲሲፕሊን እንትዛረብ ከምዚ ይብል፣ ንግዲ ማለት ንኣሽቱ ሕግታት ብዙሕ ስግኣታት ዘለዎ ጸወታ እዩ ይብል። ካብዞም ሕግታት ብቐዳምነት ከኣ ንባዕልኹም ናይ ቢዝነስ በዓል ዋና ዘይኮነስ ከም ሰራሕተኛ ጌርኩም ምቑጻር እዩ። እዚ ጌጋ ንምእራም ወይ ንምምዕራይ እዞም ዝስዕቡ ስጉምታት ውሰዱ። ዝተፈላለየ ናይ ባንክ ኣካውንት ይሃልኹም። ንናይ ግላዊ ወጻኢ ሓደ፣ ንናይ ቢዝነስ ከኣ ካልእ ዝተፈለየ ኣካውንት ክፈቱ። ናይ ቢዝነስ ዝኣቱ ዋላ ሓንቲ ሳንቲም ትኹን ናብ ናይ ቢዝነስ ክኣቱ ኣለዎ። ብካልኣይ ከኣ ናይ ባዕልኹም ደሞዝ ቁረፁ። ናይ ቢዝነስ በዓል ዋና ስለዝኾንኩም ዝደለኹሞ ዝኣክል ገንዘብ ኣብ ዝደለኹሞ ሰዓት ትወስዱ ማለት ኣይኮነን። በቢወርሒ ንዓኻትኩም ዝተወሰነ ደሞዝ መድቡ እሞ ብእኡ ጥራይ ተመሓደሩ። ሳልሳይ ከዓ ኩሉ ወፃኢ መዝግቡ። ናይ ቢዝነስ ካፒታል ጌርኩም ካፌ እንተተጠቒምኩም ወይ ከዓ ክዳን እንተገዚእኹም እዚ ቢዝነስ ዘይኮነስ ግዜ መሕለፊ እዩ ዝኸውን። ስለዚ ከዓ ኩሉ ወፃኢኹም መዝግቡ። ኣብ ሎሚ ናይ ቢዝነስ ዓለም ዲሲፕሊን እንተዘይብልኩም ፅባሕ እትዓብይዎን እተብቑልዎን ዋላ ፅባሕ እትረኽቦ ሚልዮን ቅርሺ ብኸምኡ ኩነታት ኢኹም ተባኽንዎ። ስለዚ ገና ብንእሽተይ ጀምሩ። ናይ ግልን ናይ ቢዝነስን ገንዘብኩም ብምፍላይ ናብ ዓብዪ ዓወት ንባዕልኹም ኣዳልዉ። ሻውዓይ፣ ገንዘብ ብስምዒት ምልቃሕን ዶብ ዘይምግባርን። ንስድራ ቤት ወይ ናይ ቀረባ መሓዙት ኣብ ጸገም ሰዓት ክትበጽሑሎም ሰናይ ነገር እዩ። ይኹን ደኣ እምበር ብምኽንያት ዘይኮነ ብስምዒት ተደፋፊእኹም በዘይ ትልሚ ዘለኩም ገንዘብ በዘይ ዝኾነ ዶብ እተለቅሑ እንተኾይንኩም ንባዕልኹም ኮነ ንፈተውትኹም ዓብዪ ሓደጋ እናጸዋዕኹም ኢኹም። ብዙሕ ግዜ ብመንእሰይካ ኣይ ኖኖ ንምባል ስለዝኸብድ ወይ ከኣ እቲ ሰብ እንታይ ይብለኒ ኢልኩም ስለትጭነቑ ጥራይ ብተለቅሕዎ ገንዘብ ደሓር ዓሚቕ ዝኾነ ነስሓ ከእትወኩም ይኽእል። ዓብዪ ናይ ፋይናንስ በዓል ሞያ ዳቭ ራምሴ ብዛዕባ እዚ ነገር እንትዛረብ ከምዚ ይብል፣ ንመሓዛ ወይ ንኣዝማድኩም ገንዘብ እትህብዎም ርክባትኩም ሽዑ ንሽዑ ይቕየር ይብል። ርክባት ካብ ምሕዝነት ናብ ኣለቃሓይ ይመሓላለፍ፣ እዚ ከኣ ኣብ ማእከልኩም ዘሎ ናጻነት የጥፍእ ይብል። ሓቂ እዩ። ገንዘብ ኣለቂሑሞ ምምላስ ዘይከኣለልኩም መሓዛ እንተለኩም ንዓኻትኩም ምርኣይ የጨንቖ። ንስኻትኩም እውን ገንዘብኩም ንምሕታት ትስከፉ። በዚ ምኽንያት ከኣ ገንዘብኩም ንምሕዝነትኩም ብሓደ ሻዕ ክትስእንዎ ትኽእሉ። ብዙሓት ዝስማዕምዕሉ ሓደ ነገር ኣሎ፣ ኣለቃሓይን ተለቃሓይን ኣይትኹን ዝብል እዩ። ምኽንያቱ ከኣ ልቓሕ ንባዕልኹም ይኹን ንምሕዝነትኩም ናብ ገደል ስለ ዘጽድፎ። እዚ ማለት ከኣ ብፍጹም ኣይተለቁሑ ማለት ኣይኮነን፣ እንታይ ደኣ ዶብ ክህልዎ ይግባእ። እዚ ጌጋ ንምክልኻል እዞም ሰለስተ ወረቀታት ሰዓብዎም። ቀዳማይ፣ ክጠፍእ ዝኽእል ገንዘብ ጥራይ ኣለቁሑ። እቲ ገንዘብ ዋላ ኣይመለስ ናብ ናብራኹም ክሃስየኩም ዘይክእል ኣለቁሑ ከምኡ ውን በቲ ሰብ ጽልኢ ዘየሕድረልኩም ጥራይ ክኸውን ኣለዎ። ከም ልቓሕ ዘይኮነስ ከም ውህብቶ ጌርኩም እንተሓሲብኩሞ ንውሽጥኹም ሰላም ዝሓሸ ይኸውን። ካልኣይ ኣይ ኖ ምባል ልመዱ። ናይ ባዕልኹም ዕላማ እንተሃልዩኩም ናይ ባዕልኹም ትልሚ ዘበላሹ እንተኾይኑ ብግልፂ ኣብዚ ሕጂ ሰዓት እዚ ምግባር ኣይክእልን ምባል ከኣሉ። ብስምዒት ተደፋፊእኹም ናይ ገዛ ኽራይ ወይ ናይ ትምህርቲ ተቐዳዲምኩም ኣይትሃቡ። ሳልሳይ ግልፅነት ይሃልኹም። ከተለቅሑ እንከለኹም መዓስ ከም ዝምለስ፣ እቲ ኩነት ከመይ ከም ዝኾነን እንታይ ከም ዝመስልን ኣቐዲምኩም ተዘራረቡ። እቲ ነገር ናይ ገንዘብ ጥራይ ዘይኮነስ ናይ ዲሲፕሊን ጉዳይ እውን ስለ ዝኾነ ነቲ ተለቃሓይ ኣረድእዎ። ስለዚ እዚ ዘክሩ፣ ናይ ብሓቂ ምሕዝነት ብገንዘብ ኣይምስረትን። ሎሚ ዶብ በዘይምግባርኩም ጽባሕ ንዝተለቅሕዎ ሰብ ክትስእንዎ ምኽንያት ክኸውንን ይኽእል እዩ። ስለዚ ብስምዒት ዘይኮነስ ብምኽንያት ምውሳን ብሕጂኡ ተለማመዱ። ሻምናይን ናይ መወዳእታን ናይ ግዜ ዓቕሚ ወይ ካምፓውንድ ኢንተረስት ዘይምጥቃም እዩ። ኣብ ገንዘብ ዓለም ውሽጢ ካብ ገንዘብ በዝሒ ንላዕሊ ዋጋ ዘለዎ ነገር እንተሃለወ ግዜ እዩ። መብዛሕቴና ኮምፓውንድ ኢንተረስት ወይ ከዓ ድርብ ወለድ ሰሚዕና ክንከውን ንኽእል ኢና። ይኹን ደኣ እምበር ብግብሪ ንጥቀመሉ ወይ እንርድኦ ውሑዳት ኢና። ኮምፓውንድ ኢንተረስት ማለት ብመጀመርያ ዘቐመጥካዮ ገንዘብ ዝሕሰብ ወለድ ጥራይ ዘይኮነስ ኣብ ልዕሊ ወለድ ወለድ እናወሰኸ ዝኸድ ናይ ዕቤት ከይዲ እዩ። ንስኻትኩም ኢንቨስት ምግባር እንትጅምሩ ገንዘብ ክበዝሕ ነዊሕ ግዜ ትህቡ ኣለኹም ማለት እዩ። ኣብ ዕስራታት ዕድሜኹም እተቐምጥዎ ሒዲት ሳንቲም ኣብ ኣርባዓታት ወይ ኣብ ሓምሳታት ዕድሜኹም ናይ ኢንቨስትመንት እትቕይርዎ በዚ ሲስተም እዩ። ተፈላጢ ሳይንቲስት ኣንቨርት እንስታይል ስለ ኮምፓውንድ ኢንተረስት ከምዚ ይብል ኮምፓውንድ ኢንተረስት ናይ ብዙሓት ሃብቲ ኣብ ሓፂር እዋን ዘይኮነስ ብነዊሕ እዋን ናይ ምእካብ ዓሚቕ ዝኾነ ፍልስፍና እዩ ይብል። ሎሚ ውሑድ ገንዘብ ኣለኒ ኢልኩም ኢንቨስት ዘይትገብሩ እንተኾንኩም ግዜኹም እናቐተልኩም ኢኹም ማለት እዩ። ጸኒሕኹም ኢንቨስት ንምግባር እንተሓሲብኩም ከኣ ዝሰኣንኩሞ ናይ ግዜ ጥቕሚ ንምትካእ ብጣዕሚ ብዙሕ ገንዘብ ምውጻእ ክህልወኩም እዩ። ቢልየነር ዋርያን ባይት ናይ ዓወተይ ምስጢሩ ዝኾኑ ኢሉ እንትገልጽ ናተይ ሃብቲ ክዓቢ ዝኸኣለ ብሰለስተ ነገራት ብሓባር ብምዃን እዩ ይብል። ቀዳማይ ኣሜሪካ ምንባረይ፣ ካልኣይ በዓል ጥዕና ምዃነይ፣ ሳልሳይ ግን ኮምፓውንድ ኢንተረስት ይብል። ናይ ግዝን ዓቕሚ ንምጥቃም እዞም ነጥብታት ኣስተውዕሉ። ሎሚ ጀምሩ ኢንቨስት ንምግባር ብዙሕ ገንዘብ ኣይትጸበዩ። ሎሚ ብዘለኩም ሒዲት ሳንቲም ኣብ ዝጠቅም ቦታ ምውዓል ጀምሩ። በብወርሒ እተቐምጥዎ ሓሙሽተ ሚእቲ ቅርሺ፣ እዚ ቅርሺ ድሕሪ ዒስራ ዓመት ዘለዎ ተጽዕኖ ክትግረሙ ኢኹም። ካልኣይ ከዓ ተዓግስ ትኹኑ። ኮምፓውንድ ኢንተረስት ውፅኢት ብመጀመርታ ውፅኢት ዘይክረአ ይኽእል እዩ። ዓብዪ ለውጢ ዘምፅኦ ድሕሪ ዓመታት ዝመፅእ እዩ። ስለዚ ኣይትተሃወኹ ትዕግስቲ ይሃልኹም ገንዘብኩም ክበዝሕ ግዜ ሃብዎ። ሳልሳይ ቅዋም ይሃልኹም ሓልሓሊፉ ዘይኮነስ ኮንስታንትሊ ኢንቨስት ናይ ምግባር ልምዲ ይሃልኹም። ኣብ ንእስነት ግዜኹም እንተዘይተጠቒምኩምሉ ድሕሪ ግዜ ብገንዘብ ክትትክእዎ ኣይትኽእሉን። ስለዚ ሎሚ እተባኸኑ ሕድሕድ ደቓይቕን ሕድሕድ ሳንቲምን ናይ መጻኢ ህይወትኩም ምዃኑ ተረድኡ። ናይ ሎማዓንቲ ቪድዮና ኣብ ንእስነት ግዜና እንገብሮም ሸሞንተ ጌጋታት እዚኦም ነይሮም። እንተፈቲኹሞ ላይክ ነዚ ቻናል ሓደሽቲ እንተኾይንኩም ከኣ ሳብስክራይብ ከምኡውን ሼር ኮመንት ምግባር ኣይትረስዑ። ጠጥዑሙ ንኹሉ ሰብ ዓለም። ቻው ቻው። ወዲ ሰብ ናይ ገንዘብ ኣፍልጦ ኣብ ኢኮኖሚ ነገር ኣብ ልዕሊ ህይወቱ ዝተፈላለዩ ነገራት እናተፈጥሩ እንተኾይኖም ብመጀመርታ ናይ ገንዘብ ኣፍልጦ ጠባዩ ምፍላይ ኣለዎ ይብሉ ሳይንቲስታት። እዚ ዝኾነሉ ምኽንያት ርክባት ንስድራ ቤት ንባዕልና ብዘለና ኣተሓሳስባ ኣብ ልዕሊ ኩሉ ነገር ናይ ገንዘብ ኣተሓዛ ጠባያት ኣብ መንጎ እናእተወ ዝለዋወጥ ነገር ስለ ዘሎ እዩ። ደቂ ሰባት ክንክሕዶ ብዘይንኽእል መልክዕ ገንዘብ ናይ ዕለታዊ ምንቅስቃስና ብሕድሕድ ነገራት እዙዩ ዘይበሃል ተጽዕኖ ኣለዎ። ነዚ እዩ እውን ናይ ገንዘብ ፍልጦ ጠባያት ምፍላጥ ኣገዳሲ ዝኸውን። ሎማዓንቲ ኣብዚ ቪድዮ ናይ ገንዘብ ፍልጦና ዘለና ናይ ግላዊ ጠባይ ኣብ ሓሙሽተ መቒልና ክንርኢ ኢና። ኣብ ገንዘብ ዘለና ጠባይ ፈሊና ምፍላጥ ኣብ ባዕልና ንክንሰርሕ ይሕግዘና። ኣብ መወዳእታ ካብዞም ሓሙሽተ ኣየናይ ጠባይ ከምዝረኸብኩም ኣብ ኮመንት ኣፍልጡና። ሰናይ ልቢ እንተሃሊኩም ነዚ ቪድዮ ላይክ ብምግባር ይጀምርዎ። ነዚ መሃራይ ቻነል ሓደሽቲ እንተኾንኩም ከዓ ሳብስክራይብ ብምግባር ኣባል ስድራ ቤትና ይኹኑ። ኩላትና ብገንዘብ እንሰርሕን እንግልገልን ዋላ እንተኾንና ናይ ገንዘብ ዘለና ኣረኣእያን ዘለና ናይ ኣተሓዛ ፍልጦ ዘለና ግና ብፍፁም ዝተፈላለዩ እዩ። ለማዓንቲ ኣብዚ ቪድዮ ሓምሽተ ዝተፈላለዩ ጠባያት ክንዕዘብ ኢና። ካብዞም ሓሙሽተ ናይ ገንዘብ ኣፍልጦ ማእኸል ቀዳሞት ደፋራት ይበሃሉ። እዞም ሰባት ብገንዘብ ንባዕሎም ወይ ንነብሶም ናብ ሓደጋ ዘቆልሑ ዓይነት ሰባት እዮም። ምኽንያቱ ተዳፈርቲ ሓደ ነገር ምግባር እንተደልዮም ኣብቲ ኩነታት ዘሎ ኣስጋኢ ወይ ሪስክ ብምፍራሕ ንድሕሪት ኣይብሉን። ተዳፈርቲ ኣብ ከተማ ዝተኸፍቱ ሓደሽቲ መዘናግዒታት፣ ምግብታት፣ ካፌታት ካልኦትን እንተሃልዮም ከይዶም ምሞካር ይደልዩ። ሓደሽቲ ናይ ቢዝነስ ሓሳባት እንተሃልዮም ገንዘብ ኣውጺኦም ምፍታን ኣይፈርሑን። ሕጂ ኣብ ዘለዎ ከተማ ወይ ሃገር ዘየለ ሓደ ዕድል ኣብ ካልኦት ከተማ ወይ ሃገር ከም ዘሎ እንተፈሊጦም ጉዕዞኦም ጠቕሊሎም ንምኻድ ዝኾነ ግዜ ኣይወስደሎምን። በቲ በለ በቲ ንሓደ ነገር እንተልዕሎም ብውሳነኦም ምኽንያት ክኸስርዎ ዝኽእሉ ገንዘብ ሓሲቦም ንድሕሪት ክምለሱ ኣይረኣዩን። ናይ ገንዘብ ሕቶ ናይ መወዳእታ ሕቶን እዩ። ካብ ገንዘብ ንቕድሚት ክገብሮ ዝሎ እንተሃልዩ የቐድሙ። ከምዚኦም ዓይነት ሰባት ብዙሕ ግዜ ክልተ ዓይነት ተጓንፎታት ከጋጥዎም ምስትውዓል ዝተለመደ እዩ። ቀዳማይ፣ ሃንደበታዊ ብዝወሰንዎ፣ ብዝደፈርዎ ነገር ምኽንያት ሰሚርሎም ናብ ሃፍታም እንትሓልፉ ከምኡ'ውን ብሓጺር ግረ ዘይእመን ልዑል ለውጢ እንተምጽኡ ምርኣይ ዝተለመደ እዩ። ናይዚ ነገር ምኽንያት ከዓ ፈተንቲ ብምዃኖም እዩ። ካልኣይ ከዓ ብተፃራሩ እዩ። ሃንደበት ህይወቶም ፋሕፋሕ እንትብል ናብ ዝተሓተ ነገር እንትወርዱ ይረእዩ። ኣብ ዕዳ ውሽጢ ኣትዮም፣ ዝነበሮም ኩሉ ስኢኖም፣ ብዝወሰንዎ ውሳነ ምኽንያት ብዙሕ መስዋእትን ዋጋን ክኸፍሉ ንዕዘብ። እዞም ዓይነት ሰባት ዝመረፅዎን ዝወሰንዎን ነገር የፈላልዮም ደኣ እምበር ክልቲኦም ዘጋጥሞም ዘይተፀበይዎ ውፅኢትን ዘይሓሰብዎ ናይ ዕድል ፀወታን እዩ። ስለዚ እቲ ነገር ከማዛዝንዎ እንክልዉ ውጽኢትን ትርፍን ወይ ከኣ ኣብ መወዳእታ እንታይ ከም ዝደልዩ ብግልጺ ስለ ዘየቐመጡ፣ ከሲሮም ይኹን ኣትሪፎም ክልቲኦም ኣብ መወዳእታ ተመሳሳሊ ውጽኢት እዩ። እዚ ከኣ ዕድል ወይ ኣጋጣሚ ይበሃል። ስለዚ ከምዚ ዓይነት ናይ ገንዘብ ኣፍልጦ ወይ ዝንባሌ ዘለዎም ሰባት ልክዕ ከም ቆጠብቲ ናይ ባዕሎም ድኹም ጎኖምን ጠንካራ ጎኖምን ኣለዎም። ከምዚኦም ዓይነት ሰባት ጽቡቕ ጎኖም እንተርኢና፣ ቀዳማይ ካብ ሓደ ተግባሮም ንድሕሪት ክፍጠር ዝኽእል ጽቡቕ ነገር ብምሕሳብ ምልዕዓሎም፣ ካልኣይ ካብ ምፍራሕ ዝተፈትሐ ኣመላኻኽታን ናጻነትን፣ ሳልሳይ ውሳነ ንምውሳን ዘይምፍርሓን ዘይምጥርጣርን፣ ራብዓይ ንገንዘብ ዝህቦ ግምት፣ እዚ ማለት ነዞም ሰባት ገንዘብ መገልገሊ ጥራይ ስለዝኾነ ገንዘብ ንድልየታቶም ንባዕሎም ንምጥቃም ኣብ ግልጓለት ስለ ዝውዕሉ ዝተፈለየ ናይ ገንዘብ ፍቕሪ ይኹን ብገንዘብ ምኽንያት ዝፍጠር ሓደጋ ዝተሓለዉ እዮም። ምኽንያቱ ከኣ ገንዘብ ንዓኣቶም ናይ መወዳእታ ሕቶ ስለ ዝኾነ። ናይ ደፋራት ድኹም ጎኖም ከኣ ቀዳማይ ብይኽእል'የ ጥራይ ብምምራሕ ወይ ብምዕዋር ናብ ሓደጋ ምግላጽ፣ ካልኣይ ብትዕግስቲ ዘይብሎም ዝመጽእ ምህዋኽ፣ ሳልሳይ ምስ ዝግብኦ ሰብ ዘይተማኸሩ ወይ ዘይተስማዕምዑ ምንቅስቓስ ንዘይምርዳእ መበገሲ ምዃን፣ ራብዓይ ህይወቶም በኣጋጣምን ብዕድልን ምምላእ፣ ኩሉ ግዜ ሓድሽ ብዝተፈጠረ ኩነታት ህይወቶም ብዝሰኸነ ዘይምምራሕን ብዝተፈለጠ ጽርይ ዝበለ ዝደልይዎ ነገር ዘይምህላውን። ከም ግዜኡን ከም ስምዒታቶምን ሽዑ ንሽዑ ዝቀያየር ጠባይ እዚኦም ዝኣመሰሉ ድኽመታታት ኣብ ደፋራት ነስተውዕል። ስለዚ ናይ ገንዘብ ዝንባለ ጠባይ እዚ ሓደ እዩ ማለት እዩ። ካልኣይ ውሕስና ደለይቲ ውሕስና ድሌተይ ኣብ ሓደ ነገር እኹል ምድላው፣ ትልሚ ከየውጽኡ ምንቅስቓስ ፍጹም ኣይፈቱን። ምዝንጋዕ፣ ምስራሕ፣ ምንጋድ ዝኣመሰሉ ነገራት ክገብሩ ይደልዩ። ይኹን ደኣ እምበር እዚኦም ኩሎም ነገራት ብግቡእ ትልሚ እንተዘይተገይሩሎም፣ ኩሉ ነገር ኣብ ቁጽጽር እንተዘይኮይኑ ንምእታው ይፈርሑ። ሓደ ነገር ምግባር እንተደልዮም እኹል ትልሚ ምውፃእ ዝኾነ ዓይነት ፀገም ከይበፅሖም እንተጋጢምዎም ነቲ ፀገም መፍትሒ ኣብ ኢዶም ምህላዉ ምርግጋፅ ይደልዩ። እዚኣቶም ካብቶም ደፋራት ፍፁም ተቃራኒ ዝኾነ ናይ ገንዘብ ዝንባለ ኣለዎም። ንዕድልን ንኣጋጣምን ዝኾነ ዓይነት ክፍቲ ምግዳፍ ኣይደልዩን። ምሉእ ብምሉእ ዝተሸምደደ ወይ ዝተፈለጠን ትርፍን ክሰራን ምእታው ይመርፁ። ንኹሉ ነገር እኹል ሓበሬታ ምእካቦም በእዳዎም የረጋግጹ። ዋሓስ ደለይቲ ኣብ ሓደ ነገር ልክዕ ከም ቆጠብቲ ገንዘብ ናይ ምውጻእ ጸገም የብሎምን። ይኹን ደኣ እምበር ንምንታይ ከም ዝወጽእ፣ ንምንታይ ምኽንያት ከም ዝኾነን ካብ ባጀቶም መንጽር ከም ዘየዋጽኦምን ከም ዘዋጽኦምን ብግቡእ ፈሊጦም ምጥፋእ ይደልዩ። እዞም ሰባት ከኣ ህይወቶም ዝተፈልጠን ኩሉ ነገር ብትልሚ ብምግባሮም ምኽንያት ዝተፈልጠን ዝተሸምደደን ህይወት ይመርሑ። ካብኡ ከዓ ንዕድል ቦታ ስለ ዘይህቡ ዕቤቶም ኮነ ዝረኽቦ ዝበፅሑ ቦታ ኩሉ ብናታቶም ስልሒት ወይ ቀመር ዝተቐመጠ እዩ። እዚ ዓይነት ኣካይዳ ህይወቶም ኣሰልቻዊት ክገብረሎም ከም ዝኽእል ዘይተዓዘቡን ዝኾነ ዓይነት ኣድቨንቸሪ ብህይወቶም ዘየእትዉን ዘየጋውዙን እዮም። ኩሉ ግዜ ኣብ ናይ ባዕልቶም ሓፅር ብምዃኖም ብምቹእነት ጥራይ ይነብሩ። ካብ ምቹእነት ቦታ ምውፃእ ብፍፁም ስለ ዝፈርሑ ንስድራ ቤቶም ይኹን ንብትሕቲኦም ዘለዉ ሰባት ኩሉ ግዜ ተመሳሳልን ዝፈልጥዎ መንገዲ ይመርፁ። እዚ ናይ በዓልቶም ዓሸራ ከየቐመጡ ናይ ባዕሎም ነገር ከይፈጥሩ ይገብሮም። ናይ ምቹእነት ናፈቕቲ ስለ ዝኾኑ ስለ ምቹእነት ብዙሕ ብምሕሳቦም ምኽንያት ይጭነቑ። ኩሉ ሻዕ ዋሓስ ወይ ሓላፍነት ዝወስድ ኣካል ይደልዩ። እዚ ምግባሮም ኩሉ ሻዕ ዕቤቶም ኮነ ለውጦም ብሓደ ኪቢ ጥራይ ክኾን ይጅምር። ቁልጡፍ ዝኾነ ለውጢ ይኹን ቁልጡፍ ዝኾነ ዕቤት ክፍጠር ኣይኽእልን። ምኽንያቱ ከኣ ዝኾነ ሓደጋ ንምድፋእ ድሌተኛታት ስለ ዘይኮኑ እዮም። ምኽንያቱ ዝኾነ ሓድሽ ነገር ኣይፍትኑን። እዞም ሰባት ኩሉ ሻዕ ልክዕ እዮም። ግና ኣብ ህይወቶም ዘይተማልኣ ነገር ከም ዘሎ ዝስምዖም ዘይዓግቡ ዓይነት ሰባት እዮም። ዋሕስ ደለይቲ ልክዕ ከም ካልኦት ናይ ባዕሎም ድኹም ጎንን ጠንካራ ጎንን ኣለዎም። ጠንካራ ጎኖም እንተልዒልና ቀዳማይ ንሓደ ዝተለምዎ ገንዘብ ንዝመጽእ ዕድል ስለ ዘየባኽንዎ ብገንዘብ ኣዋጻጽኦም ዝተኣመኑ እዮም። ካልኣይ ዝሰኸነ ወይ ዝተረጋግዐ ህይወት ዝመርሑ ብዙሕ ላዕልን ታሕትን ዘይብሉ ናይ ህይወት ስርዓት ዘለዎም እዮም። ሳልሳይ ዝኾነ ትልምን ምድላዋትን ቅድሚ ናብ ሓደ ነገር ምእታዎም ብግቡእ ይጥንቀቑ። ናይ ዋሕስ ደለይቲ ድኹም ጎኖም ከኣ ቀዳማይ ካብ ጸገምን ኣሉታዊ ነገር ንምሕባእ ናይ ምጭናቕ ዝንባለ ኣለዎም። ካልኣይ፣ ካብ ጸገም ዝወጹሉ ኩነታት ንኸመዓራርዩ ብዘየድሊ ጽንዓት ግዜ በዘይኣግባቡ ምብኻን። ሳልሳይ፣ ንናይ ህይወት ኣጋጣሚታት፣ ሓደጋ ይኹን ክፍተታት ዘይተዳለወ ኣእምሮ። ራብዓይ፣ ኩሉ ኣብ ትሕቲ ቁጽጽሮም ንምግባር ዓሚቕ ድሌት፣ ካብ ተፈጥሮ ዝሓለፈ ምቁጽጻር። ልዑል ዝኾነ ናይ ፍርሓት ናይ ስግኣት ስምዒት ምንባሩ፣ ብዙሕ ነገር ከምዚ እንተኾነኸ እናበሉ ናይ ምጭናቕ ዝንባለ፣ እዚ ዓይነት ናይ ገንዘብ ዝንባለ ወይ ናይ ዋሕስ ድሌት ዝንባለ ጠባይ ይበሃል። ሳልሳይ ከኣ ቆጠብቲ ይበሃሉ። ቆጠብቲ ገንዘብ ካብ ኢዶም ክወጽእ ስለ ዘይፈቱ ብዝተኻእለ መጠን ኣብ ኢዶም ዝኣተወ ገንዘብ ምስኣቶም ዝተርፈሉ መንገዲ ይደልዩ። ቆጠብቲ ብግልፂ መንገዲ ንሕድሕድ ንንእሽተይ ሳንቲም ከይተረፈ ኣቓልቦ ዝህቡ እዮም። እዞም ሰባት ናይ ገንዘብ ዋጋ ዝተረድኡ ዝስምዖም እዮም። ገንዘብ ኣብ ኣካውቶም እንተተቐሚጡ ወይ ከዓ ከም ዘለዎም እንተተሰሚዕዎም ሓጎስ እቲ ገንዘብ ዝገዝኣሎም ዝኾነ ይኹን ነገር ዝሓሸ እዩ። ስለዚ እዞም ሰባት ብዙሕ ግዜ ኣብ ህይወት ውሽጢ ሃብታም ዝብል ኣካኪቦም ይኹን ደኣ እምበር ዝሓመቐ ዝዘሓለ ናይ ህይወት ስርዓት ዝነብሩ እዮም። እዚ ማለት ኮፍ ዝበልሉ ዝተወደኣን ክድርበ ዝበፀሐ ኣቕሓ ዝኣረገ ኣብ ውሽጢ ገዝኦም እንትኾን ኣብ ኣካውንቶም ግና ብጣዕሚ ብዙሕ ገንዘብ የቐምጡ። ምናልባሽ ፅባሕ ዝድለየሉ መዓልቲ ክመፅእ እዩ እንዳበሉ ዝኣረገ ኣቕሓ የቐምጡ። ቆጠውቲ ኣቕሓ እንተገዚኦም ዋላ በዘየግባቡ ዝከራኸሩን መዘዝ ዘብዝሑን እዮም። ካብኡ እዚ ኩሉ ተኸኽ ኣቢሎምኻ ከዓ ንእሽተይ ንእሽተይ ዝገዝኡ እዮም። እዞም ሰባት ናይ ህይወቶም ስርዓት ክንዲ ዝኣክል ዝተጸገሙ ዋላ እንተመሰሉ፣ ኣብ ኣካውንቶም ዝርከብ ገንዘብ ምኽንያት ዝኾነ ዓይነት ስግኣት ኣይስምዖምን። እዞም ሰባት ናይ ብሓቂ እንተትሓትዎም መዓስ ኢኹም እተጠራቐምዎ ከትብሎም የዕጋብ መልሲ የብሎምን። ናታቶም ብሕታዊ ምኽንያት ናይ ምቑጣብ ወልፊ ስለ ዝሓዞም ጥራይ ይኸውን። በዚ ምኽንያት መሓዝቶምን ቀረብቶምን ዘሎ ሰብ ዋላ በቲ ዘይወጽእ ገንዘብ ዝሓርቁን እዚ ዝኣክል እኳ ኢሎም ነቲ ገንዘብ ብኣእምሮኦም ዝሰልሑ እዮም። ንባዕልቶም እንተደልዮሞ ዋላ ብንእሽቶይ ዝገብሩ እንተኾኑ ንድልየታቶም ግና ፈፂሞም ሕራይ ኣይብሉን። እዚ ማለት ምዝንጋዕ፣ ምሕጓስ፣ ዝኾነ ዓይነት ቀበጥበጥ ኣብኣቶም ህይወት ቦታ የብሉን። ነዳዲ ዝወደእት መኪንኦም ገንዘብ ዋላ እንተሃልዎም ፈፂሞም ክሳብ መወዳእታ ወይ ክሳብ ኣፋ መሊኦማ ኣይፈልጡን። በቢቦትኡ በቢመንገዱ ኣብ ነዳዲ ዝርከበሉ ቦታታት ደው እናበሉ ናይ ውሑድ ቅርሺ ጥራይ ጥብ ጥብ እናበሉ ምሽፋር ይመርጹ። ካብ ኢዶም ካብ ዝወጽእ ናይ ገንዘብ በዝሒ ንላዕሊ ምስኣቶም ዝተርፍ ስለ ዝሀርፎም፣ ከምኡ ብምግባሮም ዘባኸንዎ ግዜን ጉልበትን ኣየተሓሳስቦምን። እዞም ሰባት እዚ ጠባይ ናይ ባዕሉ ዝኾነ ድኹም ጎኖምን ጠንካራ ወይ ጽቡቕ ጎኖም ኣለዎም። ጠንካራ ወይ ጽቡቕ ጎኖም እንተወሲድና፣ ቀዳማይ ብምቑጣብ ፍሉይን ናይ ብሓቅን ሓጎስ ምርካብ። ካልኣይ ገንዘብ ብሓላፍነት ብተኣማንነት ብምሓዝ ዝተፈለጡ እዮም። ሳልሳይ ብስምዒት ተደፋፊኦም ብሃንደበት ተለዓዒሎም ገንዘብ ዘየውፅእ ዝኾነ ዝግዛእ ዘይገዝኡ ብምዃኖም ገንዘቦም መተኣማመኒ እዩ። ናይዞም ቆጠብቱ ድኹም ጎኖም ከዓ ቀዳማይ ኣብ ሰዓቱ ገንዘብ ብምውፃእ ዝርከብ ሓጎስ ምስኣን፣ ካልኣይ ገንዘብ ኣብ ምእካብ እናሃለዉ ካብ ልክዕ ንላዕሊ ዝተጨነቐ ትልሚ ምውፃእ፣ ሳልሳይ ናይ ገንዘብ ኣወፃፅኣ፣ ገንዘብ እናሃለዎም ዋላ ኣብ ዝረኸሰ ቦታን ናይ ሕሱራት ኣቑሑትን ዝጠወቑ ወይ ከዓ ኩሉ ግዜ ሕሱር እናለለዩ ዝገዝኡዮም። ራብዓይ፣ ካብ ዝኾነ ንላዕሊ ገንዘብ ብምቕዳም ፈተውቶም፣ መሓዝቶም፣ ስድራቤቶም ምቕያም። ብሓፈሻ ናይ ቆጠብቱ ድኹም ጎኖም ካብ ልክዕ ዝሓለፈ ናይ ገንዘብ ፍቕሪ ምልካፍ እዩ። በዚ ምኽንያት ናይ ህይወቶም ካብ ሚእቲ ሰማንያ ፐርሰንት ገንዘብ ብምእካብ የጥፍኡ እንተይልና ምግናን ኣይኸውንን። ከምዚኦም ዓይነት ሰባት ብዙሕ ግዜ ንገንዘብ ዝህቦ ቦታ እምበር ንባዕልቶም ዝህቦ ቦታ ስለ ዘይብሎም ከፊእዎም፣ ቀጢኖም፣ ምሽኪኖም፣ ተጎዲኦም ምርኣይ ዝተለመደ እዩ። እዚ ሳልሳይ ናይ ገንዘብ ዝንባለ እዩ። ራብዓይ መባኽንቲ መባኽንቲ ብዝኸድዎ ቦታ ብምልኡ ዝግዛእ ነገር እንተረኺቦም ዘይገዝኡ ምሕላፍ ኣይኽእሉን። ሓደ ነገር ቃሕ እንተኢልዎም ናይ ግድን ክግዛእ ኣለዎ። ሓደ ነገር ክገዝኡ ናብ ዕዳጋ እንተኸይዶም ንእግረ መገዶም ብዙሕ ነገራት ኣኻኺቦም ናይ ምምፃእ ልማድ ወይ ዝንባለ ኣለዎም። መባኸንቲ ብዙሕ ግዜ ካብ ልክዕ ዝሓለፈ ጋበዝቲ እዮም። በቢካፊኡ በቢምግቢ ቤቱ ብርሑቕ ዝምገቡ ዝረኣይዎም ዝፈልጥዎም ሰባት እንተረኺቦም ተኸፊሉ እዩ በሎም ብምባል ዝኽፍሉ እዮም። ናይ መርዓ፣ ናይ ምርቓት፣ ናይ ልደትን ዝተፈላለዩ ኣጋጣሚታት ብምጥቃም ንፈተውቶም ኩሎም ዘሎን ዘየለን ውህብቶ ብምሃብ ሓጎስ ይረኽቡ። ኣባኸንቲ ገንዘብ ዘይብሎም ዋላ ተለቂሖም ዋላ እንተኾነ ንምውጻእ ልዑል ድሌት ስለዘለዎም ዕዳ ምእታዎም ዝሰፈሐ እዩ። መባኸንቲ ብዙሕ ግዜ ኣብ ኢደይ ገንዘብ ወይ ቅርሺ እንተጸኒሑ ይጨንቀኒ፣ ኣውጽእ ኣውጽእ ይብለኒ ዝብሉን ናይ ብሓቂ ንንእሽቶ ይኹን ንብዙሕ ገንዘብ ንጽባሒቱ ወጻኢ'ቶም ዘይርከብሉ ሰባት እዮም። እዚኣቶም ካብ ቆጠብቲ ፈጺሞም ተጻረርቲ ዝኾኑ ሰባት እዮም። ብገንዘቦም ሓጎስ ምግዛእ ጥራይ ዝደልዩ እዮም። ፍቐዶና መስተ፣ ፍቐዶና ዲስኮ ወዘተ ዘፍስዎ ቅርሺ ንሳቶም ዝጥቀምሉ ጥራይ ኣይኮነን። ስቕ ኢሎም ይብትኑ። ካብኡ ከኣ ብንእሽተይ ምርኣይ ወይ ራኣይሉ ዝፈትዉ እዮም። መባኸንቲ ሰብ ኣብ ዝተኣከበሉ ምስ መሓዝቶም ኮፍ ኣብ ዝበልሉ እዋን እቲ ዝለዓለ ብጽሒት ከፈልቲ እዮም። ገንዘብ ኣየባኽኑን እንተዝበሃል እኳ ንበዓልቶም ዝገዝእዎ ክዳን፣ ጫማ ከምኡውን ዝምገብሉ ብዙሓት እዮም። እዞም ነገራት እንትገብሩ ከም ዘባኽኑ ዘይቆጽሩ እዮም። ካብኡ ሓሊፉ ከም ዝቁጥቡ ዝስምዖም እዮም። መባኽንቲ ኣብ መላእ ዓለም ካብ ኣርባዓ ፐርሰንት ንላዕሊ ናይ ዝምባለ ኣለዎም። ግናኸ ኣብ ናይ በዓልቶም መግለጺ ኣለዎም። ኣባኸንቲ ድልየታቶም ምዕቃብ ዘይኽእሉን ስምዒቶም ምቁፅፃር ዘይኽእሉ ዓይነት ሰባት እዮም። ደልዮም ቀፂሎም ከዓ ገይሮም እዮም። ብማዕረ ሰዓት ምድላይን ምትግባርን ዘከናውኑ እዮም። ኣርሒቆም ዘይሩ ዓይነት ሰባት እዮም። ኣባኸንቲ ናይ ባዕልቶም ዝኾነ ድኹም ጎኖምን ጠንከራ ጎኖምን ኣለዎም። ጠንከራ ጎኖም እንተልዒልና ቀዳማይ ንሎማዓንቲ ጥራይ ዝሓስቡን ዘይጭነቑን እዮም። ካልኣይ ብውህብቶ ሰባት ብምሕጋዝን ብምሕጓስን ዝፍተዉ እዮም። ሳልሳይ ካብ ገንዘብ ፍቕሪ ናፃ ብምዃኖም ዝኾነ ዓይነት ፍርሓት ኮነ ስግኣት ዘይብሉም ሰባት እዮም። ናይ ኣባኽንቱ ድኹም ጎኖም ከዓ ብስምዒት ብምዝዋር ንዝረብሕን ዘይረብሕን ገንዘብ ምብኻን ዘየማኸሩ ሃንደበታዊ ብዝውስንዎ ምኽንያታት ምስ ሓዳሮም ኮነ ምስ መሳርሕቶም ምብኣስ ዝተተለመሉ ቅርሺ ብሃንደበት ብምጥፋእ ብፍላይ ኣብ በዓላት እዋን ብሓጎስ ተላዕሉ ትልሚ ኩሉ ምዝባዕ ቅልጡፍ ዝኾነ ናይ ኤኮኖሚ ቀውሲ ንበዓልቶም ናብ ቦትኦም ንምምላስ እንትጽዕሩ፣ ይኹን ደኣ እምበር ብህጹጽ ዝቕየር ናይ ኤኮኖሚ ኩነታት ናተቶም ካሊእ ጸገም ከኣ ናይ ገንዘብ ሓይሊን ብዝሒ ናይ ገንዘብ ዕድል የምልጦም። ለውጢ ኣብዚኣቶም ምርኣይ ዘይሕሰብ እዩ። እዚ ራብዓይ ናይ ገንዘብ ዝንባሌ እዩ። ሓምሻይ ናይ ገንዘብ ዝንባሌ ከዓ ኾኾባት እዚኣቶም ስለ ገንዘብ ትኽክለኛ ናይ ገንዘብ ምርዳእ ኣለዎም ዝበሃሉ ፅቡቕ ናይ ገንዘብ ዝንባሌ ዝስዕቡ እዮም። እዚ ቪድዮ ከነዳልዎ እንከለና ልክዕ ከምዚኦም ኮኾባት ጠባይ ተማሂርኩም ሚዛናዊ ዝኾነ ህይወት ንኽትመርሑ እዩ። እዞም ዓይነት ሰባት ኩሉ ግዜ ብዝበሃል ብርኪ ካብ ዓለም ሃብታማት ወይ ከዓ ኣብ ሃገራቶም ኣብ ዘይትካእ ዝርዝር ኣስማት ዝፅውዑ እዮም። ኩሉ ግዜ ብዛዕባ ገንዘብ ዝምልከት ሚዛናዊ ዝሓለወ መረዳእታ ዘለዎም እዮም። ገንዘብ ኩሉ ግዜ ሕማቕ ሓለቃ እዩ ግናኸ ጽቡቕ ባርያ እዩ። ስለዚ እዞም ዓይነት ሰባት ካብ ኣርባዕቲኦም ዓይነት ሰባት ጽቡቕ ጎኒ ጥራይ ዝኣኻኽበሎም ዓይነት ሰባት እዮም። ዝተዋህቦም ኣእምሮ ዝኾነ ዓይነት ሕማቕ ከይብሉ ገንዘብ ምእታውን ምውጻእን ዝተመኮሩ እዮም። ንምውጻእ ኣይሓፍሩን ግናኸ ብግዲ ኩሉ ግዜ ኣይውጹን። ሓላፍነት ልወስዱ እዮም ወይ ሪስክ ቴከር ወይ ደፋራት እዮም። ግናኸ ዝደፍሩሉ ናይ ገንዘብ በዝሒ ካብ ዘለዎም ናይ ገንዘብ እንትነፃፀር ሚእቲ ፐርሰንት ዝተሰለሐ እዩ። ልክዕ ንሱ እንተኸሲሮም ልክዕ ከም ደፋራት ናብ ዓዘቕቲ ኣይኣትዉን። ሪስክ ማኔጅ ዝተገብረ እዩ። ሓድሽ ነገር እንተሞኪሮም ኪሳራ ይኹን ትርፊ ምፅዋር ይኽእሉ እዮም። ካብ ዝረኽብሉ ሰላሳ ፐርሰንት ንባዕሎም ንገዛ፣ ንመኪና ከምኡ እውን ንኽዳን ንዝደለይዎ ነገር ዝጥቀሙ ከምኡ እውን ብምሉእ ናፃነት ዝጥቀሙ እዮም። ብሓፂሩ ዝጥቀሙሉ ሃብቲ ኣለዎም። ምናልባሽ እውን ካብ ዝረኽብዎ ዓሰርተ ፐርሰንት ዝቑጥቡ ዓይነት ሰባት እዮም። ንሃንደበታዊ ሓደጋ ንዝተፈላለዩ ነገራት ይቑጥቡ። ከምኡ እውን እቲ ሰላሳ ፐርሰንት ዝኣክል ገንዘቦም ከዓ ኣብ ቁም ነገር የውዕሉ። እዚ ማለት ካብ ስርሖም ብተወሳኺ ገንዘብ ገንዘብ ከምፅእ ኢንቨስት ይገብሩ። ይኹን ደኣ እምበር ልክዕ ከም ደለይቲ ወሓስ ብሳላሳ ፐርሰንት ኣብ ልዕሊ ወፃኢኦም ልክዕ ፅንዓትን ትልምን ገይሮም ዝጓዓዙ እዮም። ኣብ ልዕሊ ከም ዝበልናዮ ግና ዕሰራ ፐርሰንት ናይ ገንዘብ ሃብቶም ኣብ ዘይረጋገፅ ነገር ዘውፅኡ እዮም። ሕጂ ዝበልናዮ እንተደሚርኩሞ ካብ ሚእቲ ፐርሰንት ቴስዓ ፐርሰንት ከም ዘውፅኡ ትርድኡ። ዝተረፈ ዓሰርተ ፐርሰንት ከዓ ንሰናይ ስራሕን ንኣምላኾም ወይ ንፈጣሪኦም ዝምልሱ እዮም። እዞም ዓይነት ሰባት ንምልጋስ እውን ዝተባረኹ ስለ ዝኾኑ ተወሳኺ ዝተዋሃቦም እዮም። ነዚ እውን ህይወቶም ቅልጡፍን ዝተረጋገ ለውጢ ዘለዎ ዝኸውን ከምኡ እውን ኩሉ ግዜ ዝዓብዩን ዝውስኹን እዮም። ሓደ ሓደ እዋን ብዝወስድዎ ሪስክ ክኸስሩን ክወድቁን ይኽእሉ፣ ግናኸ ምሉእ ብምሉእ ስለ ዘይፃወቱ ናብ ዝኸፍኣ ሓደጋ ኣይጋለፁን። ስለዚ እዞም ዓይነት ሰባት ዝሰኸነን ጽቡቕ ህይወት ዘለዎም ምኽንያት ገንዘቦም ብጽቡቕ ክፍላት ስለ ዝጥቀሙ እዮም። እዚኦም ዓሰርተ ይቁጥቡ፣ ሰላሳ ፐርሰንት ንባዕሎም ይቁጥቡ፣ ሰላሳ ፐርሰንት ዘረጋገጾ ውጽኢታዊ ዝኾነ ነገር ኢንቨስት ይገብሩ፣ ዕስራ ፐርሰንት ከዓ ብዘይተረጋገጸ ነገር ዋላ እንተኾነ ሪስክ ወሲዶም ኢንቨስት ይገብሩ፣ ዓሰርተ ንፈጣሪኦም ንሰናይ ግብሪ የውዕሉ። እዚ ዓይነት ናይ ገንዘብ ዝምባለ ዘለዎም ሰባት ሕጉሳትን ዝሰኸነ ህይወት ይነብሮም። ንናይ ገንዘብ ፍቕሪ እውን ዝቃልሑ ኣይኮኑን። ህይወት ብሓጎስ ምጥዓም ዝኽእሉ ዓይነት ሰባት እዮም። ንስኻትኩም ኣበየናይ ናይ ገንዘብ ዝንባለ ረኺብኩሞ? ብቕልጡፍ ናብዞም ኮኾባት ዝበልናዮም ክትቅይሩ ምኽርና ንልግሰልኩም። ንሎማዕንቲ ዘደለናዮ እዚ ይመስል። እንተፈቲኹሞ ላይክ፣ ክሳብ ሕጂ ስድራቤትና ዘይኮንኩም ከኣ ሳብስክራይብ ብምግባር ደጊምና ክንራኸብ ኣባል ስድራቤትና ይኹኑ። የቐንየለይ። ቻው ቻው። ጠጥዑሙ ንኹሉ ሰብ ዓለም።